ሰላም ጥዕና ሓበልና ፍትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና ንቻናልና ሓደሽቲ ዝኾንኩም ሳብስክራይብ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም
ኣብ ናይ ሎሚ መደብና ከይዲ ዕርቂ ኢትዮ ኤርትራ እንታይ ይመስል፣ መንግስቲ ኤርትራ ንትግራይ ዘቕረበላ ክልተ መማረፅታት፣ ዑደት ፕረዚደንት ፈረንሳይ ምስ ሓይሊ ባሕሪ ኢትዮጵያ ዘራኽቦም ጉዳያትን ካልኦት ፍፃመታትን ናባኹም ክነብል ኢና። ሰናይ ምክትታል። ማእኸላይ ምብራቕን ቀይሕ ባሕርን ዳግማይ ናብ ዝለዓለ ጎንፂ ዘምርሕ ዘሎ ይመስል። ብሰንኪ ምስሕሓብ ኣሜሪካ፣ እስራኤልን ኢራንን እቲ ስትራቴጂካዊ ኣገዳስነት ዘለዎ ወሽመጥ ሆርሙዝ ጸጥትኡ ምስ ተዘርገ፣ ቀይሕ ባሕሪ ብሕታዊ መማረጺ መስመር ንግዲ ዓለም ኮይኑ ኣብ ቅድሚት ተሰሪዑ ኣሎ። እዚ ድማ ንቀይሕ ባሕሪ ናይ ሓያላት ሃገራት መዋፈሪ ኲናት ክኸውን ይገብሮ ኣሎ። እተን ኣብ ዝሓለፉ ዓመታት ኣብ ዞባዊ ጉዳያት ንኣብነት ኣብ ሱዳን፣ ሊብያን የመንን ተፈላልየን ዝነበራ ስዑድ ዓረብን ሕቡራት ዓረብ ኢሚሬትን ሕዚ ብሰንኪ ሓበራዊ ስግኣተን ዝኾነት ኢራንን ድሕንነት ቀይሕ ባሕርን ናብ ሓደ ክመጻ ይግደዳ ኣለዋ። እዚ ዳግመ ርክብ እዚ ድማ ኣብ ትሕቲኤን ንዘለዉ ናይ ቀርኒ ኣፍሪካ ሓይልታት መንግስታት ኢትዮጵያን ኤርትራን ሓዊሱ ሓደሽቲ ናይ ፖለቲካዊ ኣሰላልፋ ፈጢሩሎም ይርከብ። እዚ ከምዚ ኢሉ እንከሎ ኩነታት ትግራይ ናበይ የብል ኣሎ? እዚ ሓዱሽ ርክብ ስዑድ ዓረብን ዓረብ ኢሚሬትን ንጉዕዞ ጽምዶ ትግራይን ኤርትራን ከመይ ይጽልዎ ዝብል ሓሳብ ክንድህስሶ ኢና። ኢትዮጵያን ኤርትራን ናይ ባዕለን ድሌት ዘይኮነስ ናይ ለኣኽተን ዓረብ ኢሚሬትን ስዑድ ዓረብን ልእኽቶ ተሸኪመን ብዝተፈላለየ ሸነኽ ተሰሊፈን ህዝቢ ከዳምያ ምጽንሐን ዝዝከር እዩ። ሕዚ ግና ዋና ኩላተን ዝኾነት ልዕለ ሃያል እናተባህለት ትጽዋዕ ሃገር ኣሜሪካ ምስ ኢራን ዝኣተወቶ ኹናት ነዘን ሃገራት ኣብ ሓደ ደምበ ዳጒና ክተላህየን ምድላዋት ኣወዲኣ ትርከብ። ካብ ትእዛዝ ኣሜሪካ ወስቀስ ክብላ ዘይኽእላ እዘን ዝጸራሕናየን ሃገራት ሕዚ ኣብ ዳስ ኣሜሪካ ክለሃያ ናይ ግድን ኮይንወን ሕድሕደን ከይተናኾያን ቂምን ቅርሕንትን ንጎኒ ገዲፈን ንዝወሃበን ዕማም ብሓባር ክስለፋ ተኣዚዘን ኣለዋ። ናብ ርእሲ ዋኒንና እንትንምለስ ትግራይ ካብዚ ሓዱሽ ኣሰላልፋ እዚ እንታይ ትርባሕ እንታይከ ትጉዳእ ዝብል ወሳኒ ነጥቢ እዩ። ትግራይ ካብ ዘስካሕኽሕ ጆኖሳይዳዊ ኲናት ወፂኣ ገና ከይሓወየት ኣብ ውሽጣዊ ቁርቁስ ፖለቲካን ምብትታን ሓይልን ትርከብ። እቲ ቅድሚ ኲናት ዝነበረ ጥንኩር ሓድነትን ውድብ ዓቕምን ሕዚ ተዳኺሙ ይርከብ። እቲ ንትግራይ ንዝተወሰነ ግዘ ዕረፍቲ ሂቡዋ ዝነበረ ውዕሊ ፕሪቶርያ ሕዚ ብተግባር ዳርጋ ፈሪሱ እዩ ምባል ይከኣል። ኣብዚ እዋን ትግራይ ብዘይ ውሑስ ሃዋህው ሰላም ኣብ መንጎ ጨካናት ታኹላታት ተሪፋ ኣላ። ሃፍቲ ትግራይ ተሓንሺሹ ህዝቢ ኣብ ከቢድ ጥምየትን ሕፅረት ምግብን ከም ዘሎ ድማ ይፍለጥ። እዚ ድማ ነቲ ዝመፅእ ዘሎ ፖለቲካዊ ፀቕጢ ንምፅዋር ከቢድ ይገብሮ። እቲ ዝዓበየ ስግኣት ግና እቶም ኣብ ልዕሊ ትግራይ ጀኖሳይድ ዝፈጸሙ ሓይልታት ዳግማይ ክቀራረቡ ምጅማሮም እዩ። እቲ ብኸቢድ ቃልሲ ዝመጸ ዲፕሎማስያዊ ጸቕጢ ሕዚ ብሰንኪ ጂኦፖለቲካዊ ረብሓታት ኣሜሪካን ኣውሮፓን ይፍሽል ኣሎ። እቶም ገበን ዝፈጸሙ ኣካላት ሻዕብያን ብልጽግናን ማለት እዩ ሕዚ ብዓለም ለኸ ደረጃ ተቐባልነት ይረኽቡ ኣብ ዘለውሉ እዋን፣ ዝኸሰሩ ሰበስልጣናት ህወሓት ድማ ንሶም ኣብ ስልጣን እንተቐጺሎም ዝዓነወ ይዕኖ ዝጠፍአ ይጥፋእ ኣይጉዳዮምን። ብልጽግናን ሻዕብያን ኣብዚ ሰሙን ላዕለዎት ሰበ ስልጣናቶም ናብ ኣሜሪካ ክልእኹ ብዝተኣዘዝዎ መሰረት ልኢኾም ጥንኩር ዘተ ከምዘካይዱ ዝፍለጥ እዩ። ኣብ ሞንጎኦም ፖለቲካዊ ምትፍናን ከምዘየድሊ ድማ ተረዳዲኦም ኣለዉ። ልክዕ ከምቲ ኣብ ክልተ ሽሕን ዓሰርተን ዓመተ ምህረት ዝነበረ ናይ ኢሳያስን ኣቢን ምሕዝነት ሕዚ እውን ዳግማይ ርክቦም ንምሕዳስ ዝግበር ዘሎ ምንቅስቓስ ንትግራይ ኣግሊሎም ካልእ ሽርሒ ይጉንጉኑ ከምዘለዉ ዝረኾብናዮ ሓበሬታ የረድእ። መራህቲ ህወሓት ግና ሕዚ'ውን ብናይ ውድብ ማህተም ዓለም ትመሓደር ስለዝመስሎም ማህተም ኣብ ምምንጣልን በሪ ኣብ ምስባርን ተራ ናይ ሽፍትነት ስራሕ ክሰርሑ ሃንደፍደፍ ክብሉ ፀሓይ ትዓርቦም ኣላ። ኣብዚ ሓዱሽ ለኻዕኻዕ ናይ ሻዕቢያን ብልፅግናን ውራይ እንታይ ይውጋዕ ኣሎም? ጉዳይ ቀይሕ ባሕሪ'ኸ ዞባ ምዕራብ ትግራይን ካልኦት ኣጀንዳታትን እንታይ ይዝተየሎም ኣሎ ዝብል እውን ክንድህስሶ ኢና። ቀንዲ ዋኒን ብልፅግና ንምዕራብ ትግራይ ቆሪሱ ንሻዕቢያን ወረርቲ ኣምሓራን ብምሃብ ወደብ ንምርካብ ዝገብሮ ዘሎ ሸበድበድ ካብ ማንም ዝተሓበ ኣይኮነን። ደናቁር መራሕቲ ህወሓት ግና ፍርቆም ምስ ሻዕቢያ ይፅመዱ ፍርቆም ድማ ኣብ እግሪ ብልፅግና እናተጎምብሑ ቃንዛ ህዝቢ ትግራይ የናውሕዎ ኣለዉ። ፖለቲካ ቀዋሚ ፀላኢ ወይ ቀዋሚ ፈታው የብሉን ይበሃል። ትግራይ ካብዚ ሕጂ ዘላቶ ድሕረትን ምብትታንን ወፂኣ ሓድነታ እንተዘይኣረጋጊፃ ታሪኽ ብዝገደደ መልክዑ ክድገም ከምዝኽእል እዩ እቲ ዘሎ ኩነታት ዘረድእ። ትግራይ ሓድነታ ተዘይኣረጋጊፃን ቁጠባውን ወታደራውን ዓቕማ እንተዘይሃኒፃን ብልፅግናን ሻዕቢያን ይተዓረቑ ኣይተዓረቑ ብዘየግድስ ክትድሕን ኣይትኽእልን። ነገራት በዚ እንተቐፂሎም ኣብ ትሕቲ ቁፅፅር ሻዕቢያ ይኹን ኣብ ትሕቲ ቁፅፅር ብልፅግና ዘሎ ህዝቢ ትግራይ እንታይ ክገጥሞ ከምዝኽእል ምግማቱ ኣይኸብድን። ዕርቂ ሻዕቢያን ብልፅግናን ክውን እንተኾይኑ ዕርቂ ህወሓትን ብልፅግናን እውን ክውን ዝኽእለሉ ዕድል ሰፊሕ እዩ። ስለዚ ወይ ተዓሪቕካ መሰልካ ምርግጋፅ ወይ ሓይልኻ ኣጠናኺርካ ትደልዮ ምፍፃም እዩ። እዚ ከምዚ ኢሉ እንከሎ፣ ፈረንሳይ ዋሕዚ ስደተኛታት ኣፍሪካ ንምግታእ ኢትዮጵያ ቀንዲ ተዋሳኢት ክትኮን ኣለዋ ብምባል ኢትዮጵያ ናብ ቀይሕ ባሕሪ ትገብሮ ዘላ ቆላሕታ ከምትድግፍ ሓቢራ። ቀይሕ ባሕሪ ቆላሕታ ዓበይቲ ሃገራት ዓሪፍዎ ይርከብ። ከምቲ ቅድም ኢልና ክንገልጾ ዝጸናሕና ድማ ኣብዚ ዞባ ተሳትፎ ኢትዮጵያ ልዑል ክኾን ከምዘለዎን ንተግባራውነቱ ድማ ሓይሊ ባሕሪ ኢትዮጵያ ብፈረንሳይ ድጋፍ ይግበረሉ ከምዘሎ ተገሊጹ እዩ። እዚ ናይ ሕዚ ናይ ፈረንሳይ ፕረዚደንት ኢማኑኤል ማክሮን ናብ ኢትዮጵያ ምምጻእ ምስቲ ኣሜሪካ ንላዕለዎት ሰበ ስልጣናት ብልጽግናን ሻዕብያን ጸዊዓ ክተሸማግሎም ዝቐነየት ጉዳይ ዝመሳሰል እዩ ተባሂሉ'ሎ። ኢትዮጵያም ኣብ ቀይሕ ባሕሪ ንዝህልዋ ልዑል ተሳትፎ ፈረንሳይ ብግልጺ ብምድጋፍ ገዘፍቲ መራኽብ ከምዝሃበታ ንምፍላጥ ተኻኢሉ። ቀዳማይ ሚኒስተር ኣቢይ ኣሕመድን ፕረዚደንት ኢማኑኤል ማክሮንን ኣብ ኬንያ ናይሮቢ ተራኺቦም ኣብ ዝገበርዎ ዘተ፣ ኬንያን ኢትዮጵያን ቀንዲ ተዋሳእቲ ክኾና ከም ዘለወን ኣብ ሓበራዊ ርድኢት በጺሖም ኣለዉ ተባሂሉ። እዘን ፈረንሳይ ንኢትዮጵያ ዘወፈየትላ ዓበይቲ ናይ ውግእ መራኽብ ምስቲ ኢትዮጵያ ትሓቶ ዘላ ጉዳይ ዋንነት ኣፍደገ ባሕሪ ቀጥታ ዝተኣሳሰር ምዃኑ'ዩ ተገሊጹ ዘሎ። ቅድሚ ሕዚ'ውን ፕረዚደንት ሃገረ እስራኤል ናብ ኢትዮጵያ ኣብ ዝገበርዎ ዑደት ተመሳሳሊ ድጋፍን ፍቓድን ቃል ኣትዮም ከም ዝኸዱ ዝዝከር'ዩ። ቀይሕ ባሕሪ ኣብ ትሕቲ ኣኽረርትን ኣሸበርትን ኢሎም ዝጽውዕዎም ሓይልታት ሑትን ኣልሸባብን ከይኣቱ ከም ኢትዮጵያ ዝበላ ሃገራት ዋንነት ክህልወን ኣለዎ ዝብል ምትእምማን ከም ዝተበጽሐ እዩ ዝግለጽ። እዚ ከምዚ ኢሉ እንከሎ መንግስቲ ኤርትራ ንህዝቢ ትግራይ ስትራቴጂካዊ ኢሉ ዝጸውዖ መልእኽቲ ኣመሓላሊፉ። መንግስቲ ኤርትራ ኣብ እዋናዊ ኩነታት ኢትዮጵያን ቀርኒ ኣፍሪቃን ብዝምልከት ኣብ ማሕበራዊ ሚድያ ኣብ ዝሃቦ ተሪር መግለጺ ህዝቢ ትግራይ ካብቲ ኣንጸላልይዎ ዘሎ ሓደጋ ንምውጻእ ታሪኻዊ ውሳነ ክውስን ከም ዘለዎ ኣተሓሳሲቡ። እቲ መግለጺ፣ ህዝቢ ትግራይ ንመሰልን ማዕርነትን ብሄራት ኢትዮጵያ ዝኸፈሎ ረዚን መስዋእቲ ዝኸሓደ ባእታ እኳ እንተዘይኮነ፣ ብሰንኪ ስትራተጂያዊ ጌጋታት መሪሕነቱ ግና ናብ ከቢድ ዕንወትን ተነጽሎን ከም ዝወደቐ ኣስሚሩ ኣሎ። ሕሉፍ ጌጋታትን ዋጋ መሪሕነትን እንትጠቅስ ድማ፣ መንግስቲ ኤርትራ ኣብቲ መግለጺኡ ከም ዘስፈሮ፣ ህዝቢ ትግራይ ብሰንኪ እቶም ንረብሐኦም ቀዳምነት ዝሃቡ ጉጅለታት መሪሕነት ምስ ጎረባብቱ ህዝብታት ብፍላይ ድማ ምስ ሓው ህዝቢ ኤርትራ ኣብ ዘየድሊ ግጭት ንክኣቱ ተገይሩ እዩ። እዚ ድማ ኣብ ልዕሊ እቲ ህዝቢ ስነ-ኣእሙራዊ፣ ቁጠባውን ማሕበራውን ዕንወት ከም ዘውረደ ብዝርዝር ኣመልኪቱ። እቲ ውፍይን ጅግናን ህዝቢ ብሰንኪ ስሕተት መሪሕነቱ ኣብ መወዳእታ ንከቢድ ዕንወት ተቓሊዑ ክብል ድማ ገሊጹ። ክልተ መማረፅታት ኣብ ቅድሚት ህዝቢ ትግራይ ከምዘሎ እውን ኣተሓሳሲቡ። ሕዚ ኢትዮጵያ ኣብ ኣዝዩ ኣሰካፊ ደረጃ ምብትታንን ኲናት ሓድሕድን እያ ትርከብ ዝበለ እቲ መግለፂ፣ ህዝቢ ትግራይ ንመፃኢ ወለድኡ ዝውስኑ ክልተ መማረፅታት ጥራይ ከምዘለዎ መንግስቲ ኤርትራ ኣነፂሩ። ቀዳማይ ዝበሎ ስትራቴጂያዊ ምርጫ፣ ህዝቢ ትግራይ ብተባዕን ብልህን ስጉምቲ ምስቶም ንዘመናት ብሓባር ዝነብሩን መፃኢኦም ዝተኣሳሰረን ህዝብታት ኤርትራ፣ ኣምሓራን ዓፋርን ሰላም ክፈጥር ይግባእ ይብል። እዚ ምርጫ እዚ ጥራይ እዩ ነቲ ህዝቢ ስትራቴጂያዊ ድሕነት ዝህቦ ብምባል ነዞም ዝስዕቡ ጠቒሱ። ብሄራዊ መንነትን ሉኣላውነትን ክኽበር፣ ቁጠባዊ ረብሓታትን ፀጥታን ይረጋገፅ፣ ቋንቋ፣ ታሪኽ፣ ባህልን እምነትን ተጋሩ ተዓቂቦም ክደምቁ ዕድል ይረኽቡ እዮም ይብል። እቲ ካልኣይ መማረፂ ድማ መጋበርያን ግዳይን እቲ ሕልማዊ እምብራጦርያ ኩሽን ኣጉል ስነ ሓሳብ ዕብለላ ኦሮሙማን ኮይኑ ምቕፃል እዩ ክብል ገሊፁ። እዚ መንገዲ'ዚ ናብ ሓባራዊ ነብሰ ቅትለት ዝወስድ ምዃኑ ዘጠንቀቐ መንግስቲ ኤርትራ፣ እዚ ሕርያ'ዚ ነቲ ዘሕብን ታሪኽን መንነትን ተጋሩ ናብ ነበረያ ነበረ ከም ዝቕይሮ እውን ኣገንዚቡ። መንግስቲ ኤርትራ ነዚ ቅዋም'ዚ ዝወሰደ፣ ዞባዊ ምርግጋእ ንምምጻእ ብዝዓለመ መንገዲ ምዃኑ ብምግላጽ፣ ህዝቢ ትግራይ ካብ ሕሉፍ ተማሂሩ፣ ምስ ጎረባብቱ ንዘለዎ ናይ ዘመናት ጥርዙን ረብሓን ቀዳምነት ክህብ ጸዊዑ። እዋኑ ናይ ስምዒት ዘይኮነስ ናይ ዓሚቝ ስትራተጂያዊ ምስትውዓል እዩ ብምባል ነቲ መግለጺ ዛዚሙ እዩ። ኣብ መወዳእታ፣ ትራምፕ ንቬንዙዌላ መበል ሓምሳን ሓደን ክፍለ ሃገር ኣሜሪካ ዝገብር ምስሊ ኣካፊሉ። ፕረዚደንት ዶናልድ ትራምፕ፣ ቬንዙዌላ ብባንዴራ ኣሜሪካ ተሸፊና ተርእን መበል ሓምሳን ሓደን ክፍለ ሃገር ኣሜሪካ ዝብል ፅሑፍ ዝሓዘትን ምስሊ ኣብ ማሕበራዊ መርበብ ትሩዝ ሶሻል ኣካፊሎም። እዚ ናይቲ ፕረዚደንት ፖስት ዝመፀ ነታ ሃገር ናብ ኣሜሪካ ንምጥቕላል ሓሳብ ከምዘለዎም ካብ ዝገልፁሉ ዕለት ጀሚሩ ግዝያዊት ፕረዚደንት ቬንዙዌላ ዴልሲ ሮድሪጎዝ ነቲ ሓሳብ ውድቂ ምግባራ ድሕሪ ሓደ መዓልቲ ስዒቡ ዝመፀ ሓሳብ እዩ። ሮድሪገዝ ኣብ ዝሃበቶ ርእይቶ ሉኣላውነትን ነፃነትን ሃገርና ኣሕሊፍና ንዘይምሃብ እዮም ወለድና ህይወቶም ዝኸፈልሉ፣ ንክቡር ታሪኽና ምክልኻል ክንቅጽለሉ ኢና ምባላ ስዒቡ'ዩ እቲ ናይታ ግዝያዊት ፕረዚደንት ግብረ መልሲ ዝመጸ። ፕረዚደንት ትራምፕ ምስ ፎክስ ኒውስ ኣብ ዝገበርዎ ቃለ መሕተት፣ ንቬንዙዌላ መበል ሓምሳን ሓደን ክፍለ ግዝኣት ኣካል ኣሜሪካ ንምግባር ይሓስቡ ከም ዘለዉ ድሕሪ ምግላጾም'ዩ ነቶም ካብ መንበሪኦም ካራካስ ተታሒዞም ዝሓለፈ ወርሒ ታሕሳስ ናብ ኣሜሪካ ንፍርዲ ዝቐረቡ ናይ ቀደም ፕረዚደንት ኒኮላስ ማዱሮ ስዒቡ ትራምፕ ምስታ ሃገር ኣብ ዘተ ከም ዘለዉ ክግለጽ ጸኒሑ'ዩ። ክብራት ሰማዕትና ንሎሚ ዘዳለናዮ ዕለታዊ ፍጻመ ኣብዚ ይዛዘም ኣብ ዝቕጽል ብኻልእ መዳይ ክሳብ ንራኸብ ሰላም ግእዝ ቲቪ ልሳን ህዝቢ